ሰላም ተኻታተልቲ ናዚ ቻነል ከመይ ጸኒሕኹም ከመይ ቀኒኹም ሎም መዓልቲ ብዛዕባ ኣሳይለም ሲከር ብዛዕባ ስደተኛታት ኢንግላንድ ኣውጺኣቶ ዘላ ንስደተኛታት ዝምልከት ሓደሽቲ ሕግታት እቲ ቀዳማይ ናብዚ ዓዲ በተን ንኣሽቱ ጀላቡ ወይ ድማ ደይ ሕጋውያን ስደተኛታት ናብ ኢንግላንድ ምስ ዝኣትዉ ኣብዚ ተምፕራሪ ደኣ እምበር መንበሪ ክንህቦም የብልናን እዮም ድብሉ ደለዉ መጀመርያ እቲ ተምፕራሪ እንታይ እዩ ንክምዚ ናይ በዓል ስራኤል ገለመለ ደሎ ድምልከት ማለት እዩ ልክዕ ናቱ ተማሳሳሊ ሲስተም የምጽዎ ኣለዉ ናብዚ ዓዲ ናይ ስራኤል እንታይ እዮም ንክሰርሕ ደኣ እዮም ድህቡካ ስእጋ ንክተብል እምበር ክትነብር ኣይትክእልን ዝዓይነቱ እቲ ሲስተም ናይ በዓል ስራኤል ሕጂ ውን ናብ ዓዲ እንግሊዝ እንዳምጽዎ ከዱ ኣለዉ ማለት እዩ እቲኣ እንታይ እታ ቀዳመይቲ ኣብዛ ዓዲ ምስ ድኣትዉ ንሕና መንበሪ ፍቃድ ኣይንህቦም ኢልና ክንህቡና እንድሕር ተኮይኑ ከኣ እንታይ ኣይንህቦም ኢልና ኢዩ እቲ ዳርጋ እቲ ከይዱ ዘሎ መጀመርያ ዕስራ ዓመት ኣብዛ ዓዲ ክቅመጡ ክክእሉ ኣለዎም ኣብዚ ዕስራ ዓመት ክራይም ዶ ገለ ምለ ዝኮነ ነገር ኢሌጋል ዝኮነ ነገር እንድሕር ተልዩካ ኣብዚ ዕስራ ዓመት ውን ኣይክህቡካን ኢዮም እቲ መንበሪ ኣብ ዕስራ ዓመት ውን ኣይክትረክቦን ኢካ እቲ ቅድሚ ሕጂ እንታይ ኢዩ ነይሩ ኣብዛ ዓዲ ሓሙሽተ ዓመት ምስ ትቅመጥ ሰትልመንት ወይ ድማ ኢንደፍኒት ዝባሃል ክሳይ ትሕዝ ነርካ ድሕሪ ኢንደፍኒት ናብ ሲቲዝን ኣፕላይ ትብል ነርካ ሕጂ ግን እቲ ናይ ሓሙሽተ ዓመት ዝነበረ ናብ ዕስራ ዓመት ኣደይቦሞ ኣለዉ ድሕሪ ዕስራ ዓመት ከ እቲ ፕሮሰስ ልክዕ ከምዚ ንዘሎ ትቕጽሎ ማለት እዩ እቲ ሕጂ እቲ ኣብቲ መንጎ ዕስራ ዓመት ግን ዝኾነ ነገር እንድሕር እንድሕር ክራይም ዝኾነ ነገር እንድሕር ተሊካ ግን ኣብቲ ድሕሪ ዕስራ ዓመት እውን ኣይብቓን እዮም ኣብዚ ውሽጢ ዕስራ ዓመት እንድሕር እቲኣ ዝመጸላ ሃገር ከኣ ሰላም እንድሕር ተኾይና፣ ኣብዚ ውሽጢ ዕስራ ዓመት ሰላም እታ ዝመጸላ ሃገር ሰላም እንድሕር ተኾይና፣ እቲ ሰብ ተምፕራሪ ዳኣ ኢና ሂብናዮ እምበር ፐርማነንት ስለ ደይኮነ ንዓዱ ክምለስ እዩ እብሉሉ'ሎም። ካልእ እቲኦም ሓደሽቲ ስደተኛታት ምስ ድመጹ፣ ቅድሚ ሕጂ ናይ ገዛ ናይ ወይ ድማ ጆብ ሰንተር ዩኒቨርሳል ክረዲት እንዳበሉ ሓገዛት ዝኾነ ገንዘብ መንበሪ ገዛ ይኹን ሓገዛት ዝህቡና ዝነበሩ እዚ ከኣ ንኣሳይለም ሲከር ጠጠው ከነብሎ ክንክእል ኣለና ክሳብ እቲ ሰብ ፊት ዝኾነ ክሰርሕ ዝኽእል ልክዕ እቲ ናይ በዓል እስራኤል ሲስተም ዘሎ ናይ እስራኤልሲ እቲ ሓንቲ እንታይ እያ ዘላ ፍልልይ ካብታ ናይ እስራኤል ዘላ በዛ ሕጂ ውጽኦማ ዘሎ ሕጊ ኣብ እስራኤል ወጺኻ ሓንሳእ ክትምለስ ስለ ዘይትኽእል ጥራሕ እምበር ልክዕ እቲ ውጺኦሞ ዘለዉ ኣብዚ ዓዲ እንግሊዝ ሕጂ ውጺኦሞ ዘለዉ እንድሕር በዚ መንገዲ እዚ እንድሕር ተኸይዶም ልክዕ እቲ ናይ እስራኤል ሲስተም ናብዚ ዓዲ ይመጹ ኣሎ ማለት እዩ ኣብዚ ዓዲ ሓገዝ ድበሃል ኣይንህቦን ብስሬኻ ርእስኻ ብስሬኻ ውጻእ እያ ማለት ባዕልኻ ፍሓጠርጠር ኢልካ ንበር ሓገዝ ዝበሃል ገዛ ዝበሃል ኣይንህቦን ኢና እዮም ይኽሳ ኢሎም ዘለዉ ካልእ እንታይ ኣሎ እዚ ናይ ፋሚሊ ሪዩኒየን ዝነበረ ከዓ ሰበይትኻ ከተምጽእ ሰበይትኻ ወይ ድማ ዝኾነ ፕሮሰስ ንክትገብር ናብ ዓዲ እንግሊዝ ንኸተምጽእ ቅድሚ ሕጂ እንታይ ነይሩ ክፉት ነይሩ ቅድሚ ዳርጋ ቅድሚ ሰለስተ ወርሒ ድዮም ክልተ ወርሒ ጠጠው ኣቢሎሞ ስስፐንስ ገይሮሞ ኣለው እንታይ እዩ እቲ እቲ ውሳነታት ብሕጂ ይኹዋ ሕጂ እውን ይዛረቡ ጠጠው ኣቢልናዮ ዝብል ሕጊ ኣየውፅኡን ዘለው ናይ መርዓ ናይ ገለ ጠጠው ኣቢልናዮ ኣየውፅኡን ግን እንታይ ጥራሕ ኣቢሎም ኣለዉ ኣብ ክትዕ ዘሎ እቲ ኣታዊ ናይ ዓመት ንስኻ እቶት ተእትዎ ዓኣታዊ ዓመታዊ እቶትካ ተጸብጺቡ ልዕሊ ሰላሳን ሸውዓተን ሽሕ ክመጽእ ክኽእል ኣለዎ እዚ ግን ኣብ ክትዕ እዩ ዘሎ እምበር ኣብ ባይታ ወይ ድማ ኣብ ክስታይ ኣይጸድቐን እቲ ክብለኩም ዝጸለኹን ዕስራ ዓመት ድሕሪ ዕስራ ዓመት ሰትልመንት ኣብዚ ውሽጢ ዕስራ ዓመት ከኣ እንድሕር እታ ሃገሮም ሰላም እንተኾይና ንዓዶም ንመልሶም ግን እዚ ግን ጸዲቑ ወይ ድማ ኣብ ዜናን ኣብ ገለ ቢቢሲ ኣብ ኩሉ ዝዛረብሉ ኣለዉ ትሰምዕዎ እንድሕር ተሊኹም ኣብ ቢቢሲ ኮይድኩም ዋላ ክትርእይዎ ትኽእሉ ኢኹም ካልእ ብተወሳኺ ፍራንስ ከኣ እንታይ ኣሎኻ ናይ ፍራንስ ከኣ ብፍራንስ እንድሕር ተመጺኻ ሎም መዓልቲ ሓንቲ ጃልባ እንድሕር ተኣትያ ነዞም ሎሚ ናይ ሎሚ መዓልቲ ቀቢሎሞም ጽባሕ ካልእ እቲ ጀልባ እንድሕር ተኣትያ ነቶም ናይ ትማሊ ዘበሉ ንፍራንስ መሊሶም ነቶም መኻ የጽንሕዎም እንድሕር ካልእ ተመጽያ ከኣ ነቶም ዘለዉ ነቶም ዝጸንሑ መሊሶም ነቶም ሓደሽቲ ዝመጹ ከኣ ክሳብ ዝረጋግኡ የጽንሕዎም ደኣ እምበር እዚ እንታይ ሓደ ሰብ እንድሕር ተሰሪጊሩስ ሓደ ሰብ ብሓደ ሰብ ንለዋወጥ እዮም እቲ ናይ ፍራንስ ውዕል እውን ስጋብ ሕጂ ይጥቀሙ ኣለዉ ዳርጋ ብዙሕ ሰብ እኳ ኣይመለሱን ስጋብ ሕጂ ግን ክሳብ ክንደይ እዩ ኣብዚ ተራእዩ ዘሎ ክሳብ ሚእትን ሓምሳን ሰብ ኒፍራ ካብ ዓዲ እንግሊዝ ዝኣተው ንፍራንስ ከም ድመለሱ እዩ ዝነግር ዘሎ እዚ ጠቃሚ ስለ ዝከውን ምክንያቱ የሕዋትና ብደገ ይመጹ ስለ ዘለዉ ኣብ ፍራንስ ምስ ድህልው ንሕዋትና ከነምጸኦም ምስ ንሓስብ እቶም ኣብዚ ኣቲና ዘለና ኣቲና እንዲና እቲ ብሕጂ ድመጽእ ዘሎ ግን ነዚ ፈሊጦም ነዚ ኩሉ እዚ ፈሊጦም ንክመጹ እዚ ቪድዮ እዚ ሸር በልዎ ናብ ኩሉ ንክበጽሕ ኣገዳሲ ሓበሬታ እዩ እዚ ደስ ዝብል ኣነ ደስ ኢልኒ ኮንኩን እዚ ዜና እዚ ዘምጽኦ ዘለኹ ግን ክንፈልጦ ክንክልክል ኣለና እቲ ሰብ እዚ ዝመጽእ ኣትሊስት ሰለስተ ኣርባዕተ ሓሙሽተ ሰባት እንድሕር ሴፍ ተገርና ካብዚ ኩሉ ጭንቀትን ካብዚ ኩሉ ስትረስን ኣብዚ ዓዲ መጽኦም መንበርን ገዛን ገለን ወይ ድማ መንቃሳቀስን ምስ ዘይሃቡ ዘይዋሃቡ እንታይ እዚ ኣደዳ ስትረስ ኣደዳ ገለ ኢና ክንከውን ኩላና ነዚ ሴፍ ንክንገብር ከኣ ሸር በልዎ ንዓይ ከኣ ነዚ ቻነል ንክዓቢ ሸር ኮመንት ሳብስክራይብ ከኣ ኣይትሕመቁ ከምዚ ዝበለ ኣገዳሲ ዝኮነ ሓበሬታታት መዓልታዊ ከቅርበልኩም እየ ስጋብ ሽዑ ግን ሰሰናዩ።